ክብረ ንኣምላኽ ይኹን ኣሜን ኣሜን ሃሌሉያ እሺ ዮሃንስ ነቲ እዚ ዘርኣዮ ራእይ ነዚ ዝገለጸሉ ምግላጽ ሕጂ ናብ እንታይነቱ እዩ ዝገልጽ መን ምዃኑ እቲ ዝረኣዮ እንታይ ምዃኑ እቲ ዝረኣዮ ናብ ምግላፅ ይሰግር ኣሎ እንታይ ኢልዎ ኣሎ ቁፅሪ ዓሰርተ ሰለስተ መጀመርያ እታ ቁፅሪ ዓሰርተ ኣብ ማእከል እቶም ሸውዓተ ቀወምቲ ቀንዴል ከዓ ክሳዕ እግሩ እተኸድነ ብቕናት ወርቅውን ክሳዕ ኣፍልቡ እተዓጥቀ ወዲ ሰብ ዝመስል ርኤኹ እቲ ዝሪኦ ዘሎ ወዲ ሰብ ዝመስል እዩ ሕጂ እዚ ወዲ ሰብ ዝብል ኣብ ዝሓለፈ ክንገልጾ ኢና ክገልጾ ኢለ ከይገለጽኮ ስለ ዝሓለፍኩ ብኡ ክጅምር ካብ ዳንኤል ሸውዓተ ዝተወስደ እዩ ዝመስል ዳንኤል ሸውዓተ ካብ ዓሰርተ ሰለስተ ጀሚሩ ወዲ ሰብ ዝመስል ጥንታዊ ዝመዓልቱ ኢሉ ኣብኡ ብዛዕባ ጎይታና የሱስ ክርስቶስ ተዛሪቡ ኣሎ። ሕጂ እዚ ወዲ ሰብ ዝብል ከኣ ጎይታና የሱስ ክርስቶስ ደጋጊሙ ብዛዕባ ርእሱ ንኽጽውዓ ዝተጠቕመሉ እዩ። ሰማንያ ዝኸውን ወፊሩሉ ዘሎ ኣብ ሓድሽ ኪዳን እንተ ደኣ ርኢናዮስ ኣብተን ወንጌላሲ ጎይታና የሱስ ክርስቶስ ባዕሉ ንገዛእ ርእሱ ዝጸውዖ መጸውዒ እዩ ምናልባት ሰለስተ ዝኾና እየን ካልኦት ዝጸውዕዎ ማለት እዩ ንኣብነት ዮሃንስ ዓሰርተ ክልተ ሰላሳን ኣርባዕተን ክልተ ግዜ ኣሎ ግብረ ሃዋርያ ሸውዓተ ሓምሳን ሽዱሽተን ከኣ እስጢፋኖስ ከምኡ ኢልዎ ኣሎ ወዲ ሰብ ዝመስል ኢሉ ኣሎ ካብኡ ዝተረፈ ግን እቲ ወዲ ሰብ ዝብል ባዕሉ ጎይታና የሱስ ክርስቶስ ንገዛእ ርእሱ ንኽገልጽ ዝተጠቕመሉ እዩ ካብቲ ብዙሕ ዝመፀውዒኡ ከዓ ኣዝዩ ዝፈትዎ ይመስል ምክንያቱ ደጋጊሙ ወዲ ሰብ ወዲ ሰብ ወዲ ሰብ እናበለ ንርእሱ ገሊጹ ስለ ዘሎ ሕጂ እቲ ወዲ ሰብ ዝብል ጽኢልና ውስድ ኣቢልና ርኢና ከምዚ ብቐሊሉ ተስተውዕሎ ነገር ኣይኮነን ተወዲ ሰብ ሰብ ምዃኑ ጥራይ ኣይኮነን ዝገልጽ ብዙሕ ነገራት ኣብኡ ተገሊጹልና ኣሎ ንኣብነት እቲ ኣብ ምድሪ ኣገልግሎት ዝገብር ወዲ ሰብ ተባሂሉ ኣሎ ኣገልግሎት ከገልግል ከሎስ ጎይታና የሱስ ክርስቶስ ወዲ ሰብ ኢሉ ጠቒስዎ ኣሎ ንርእሱ ንኣብነት ወዲ ሰብ ድማ ኣብ ምድሪ ሓጢኣት ክሓደግ ስልጣን ከም ዘለዎ ምእንቲ ክትፈልጡ እንታይ ዝገብር ወዲ ሰብ ሓጢኣት ክሓድግ ዝኽእል ኣብተን ተመሳሰልቲ ወንጌላ ዝበሃላ ከምኡ ንረክብ ኢና ሓንቲ ኣዝያ ዝፀልእዋ ከዓ ዘረባ ካብኡ ተዛሪብዎም ኣሎ ወዲ ሰብ ከዓ ጎይታ ሰንበት ኢልዎ ሰንበት ምትንካፍ ማለት ንኣይሁድ ነጊረኩም እየ፣ ዋላ እኳ እንዳ ጠሓስዋ ብምኽንያት ምጥሓሶም ብዙሕ ነገራት ወሪድዎም እንተኾነ ግን ሰንበት ንኣይሁድ ከቢድ ነገር እዩ። ስለዚ ጎይታ የሱስ ግና እንታይ ኢሉ ኣሎ? ወዲ ሰብሲ ጎይታ ሰንበት እዩ፣ ነታ ሰንበትሲ ጎይታኣ ንሰንበት ዝገበራ ዝፈጠራ ነዚ ንስኻትኩም ባዕልኹም ኣዚኹም ተብዕልዋ ሰንበት ዝገበራስ ባዕሉ ጎይታ ናታሲ ወዲ ሰብ እዩ ኢሉ ነጊርዎም ኣሎ ስለዚ ኣብ ምድሪ ኣገልግሎት ዝገብር ወዲ ሰብ ተባሂሉ ኣሎ ወዲ ሰብ ሓጢኣት ክሓድግ ስልጣን ከም ዘለዎ ምእንቲ ክትፈልጡ ሕጂ መንነት ናይ ሰብ ጥራይ እቲ እንተ ዝኸውን ነይሩሲ ሓጢኣት ክሓድግ ስልጣን ኣለዎ ሪኹም ተወዲ ሰብሲ ንእንታይነት ሰብ ጥራይ ዝገልጽ ዘይምዃኑ እዩ ዘርእየካ እዚ ሓጢኣት ክሓድግ ስልጣን ዘለዎ መን እዩ ጎይታ እዩ ኣምላኽ እዩ ሓጢኣት ክሓድግ ከኣ እቲ ዝተበደለ እዩ ሓጢኣት ዝሓድግ ማለት ሰብ ሰብ ሓጢኣት ገብር ከሎስ ንኣምላኽ እዩ ዝብድል ስለዚ ኣምላኽ እዩ ሓጢኣት ክሓድግ ዝኽእል ጎይታና የሱስ ክርስቶስ ከ ኣምላኽ ስለ ዝኾነ እዩ ሓጢኣት ዝሓድግ እግዚኣብሔር ዝተመስገነ ይኹን ከምዚ ኢሉ ወዲ ሰብ ኢሉ ብዛዕባ ርእሱ ተዛሪቡ ኣሎ። ኣገልግሎት ዝገብር ወዲ ሰብ ከገልግል ከሎስ ከም ወዲ ሰብ ኮይኑ ከም ዘገልገለ ካልእኸ እቲ ክሳቐይ ክመውት ካብ ምውታት ክትንስእ ዝግብኦ ወዲ ሰብ ከኣ ኢሉ ኣሎ። ወዲ ሰብ ከኣ ክሳቐይን ክመውትን ብሳልሰይቲ መዓልቲ ክትንስእን ይግብኦ እዩ። ብግርማ ወዲ ሰብ ብኻ ብኻልኣይ ምጽኣቱ ምስ መጸ ብኽብሪ ምስ መጸ ስለዚ እቲ ዝሳቐይ እቲ ዝመውት እቲ ዝትንስእ ከኣ ወዲ ሰብ ተባሂሉ ኣሎ ስለዚሲ ነቲ ወዲ ሰብ ዝብል ውስድ ኣቢልናስ ኣሃ እዚ ማለት ጥራይ እዩ ኢልካስ ኣብ ሓደ ካታጎሪ እተእትዎስ ኣይኮነን እቲ ወዲ ሰብ ዝብል ሽም እሱ ጥራይ መዓስ ኮይኑ ወዲ ሰብ ተመሊሱ ዝመጽእ ዝፈርድ ምዃኑ ከኣ ተዛሪቡ ኣሎ ብካልኣይ ምጽኣት ብኽብሪ ዝመጽእ ሕጂ ለቢስዎ ዘሎ ናይ ክብሪ መንነት ናይ ክብሪ ስጋ ለቢሱ ዝመጽእ ምዃኑ ወዲ ሰብ ነጊሩ ኣሎ ኣብ ሰለስቲ እዮም ማቴዎስ 1627 ማርቆስ 838 ሉቃስ 926 ኣብዘን ሰለስተ ተመሳሰልቲ ወንጌላት ዝበሃላሲ እቲ ወዲ ሰብ ዝብልሲ ነዚ ሰለስተ እዚ ጠቕሊሉ ሒዙ ረኺብናዮ ኣለና ሓደ እቲ ኣገልግሎት ዝገብር ወዲ ሰብ ኣብ ምድሪ ኣገልግሎት ክገብር ከሎ ወዲ ሰብ ከይኑ ከም ዝገበሮ እቲ ዝሳቐ እቲ ዝመውት እቲ ዝትንስእ ወዲ ሰብ ምዃኑ እንደገና እቲ ብኻልኣይ ምጽኣቱ ብኽብሪ ብግርማ ዝመጽእ ብሓይለ ብስልጣን ዝመጽእ ከዓ ንሱ እውን ወዲ ሰብ ምዃኑ ነጊሩ ኣሎ ስለዚ ከምዚ ዓይነት መንነት ሒዙ እቲ ወዲ ሰብ ረኺብናዮ ዘለና ስለዚ እቲ ብኸምዚ ዝሓለፈ ወዲ ሰብሲ እንደገና ከኣ ዳሕራይ ከኣስ ብኽብሪ ብግርማ ብሓይሊ ከም ዝመጽእ ይነግረና ኣሎ። ከምኡ እዩ እቲ ህይወትና ከኣ። እቲ ናብራ ናይ ክርስትና ከኣ ከምኡ እዩ። እቲ ዝተሳቐየ እቲ ዘገልገለ እቲ ብብዙሕ መከራ ዝሓለፈ ንሱ እቲ ወዲ ሰብ እዩ ብግርማ ዝመጽእ ብመጎስ ዝመጽእ። እቶም ናቱ ኸኣ ልክዕ እቲ ንሳቶም ዝሓለፎ እቲ ወዲ ኣምላኽ ዝሓለፎ እዮም ዝሓልፉ ሕጂ እቲ ብጎይታና የሱስ ክርስቶስ ኣቢሉ ናብ ዓወት ዝመርሓና ተባሂሉ ኣሎ ክርስትና ብዓወት እዩ ዝጅምር ብዓወት እዩ ከዓ ዝዛዘም ኣብ መንጎ እቲ ብዓወት ዝትጅምረሉን ኣብቲ መዛዘሚ ዘሎ ዓወትን ኣብ መንጎ ግና ኣሎ እቲ ውግእ ኣብ መንጎ እዩ ዘሎ እቲ ቃልሲ ኣብ መንጎ እዩ ዘሎ ትቅልስ ኣብ ሞንጎ እዩ ዘሎ እምበር ብዓወት ጀሚርካ ብዓወት ኢኻ ትዛዝሞ ኣመን እቲ ዓወትሲ ርጉጽ ነገር እዩ ጎይታና የሱስ ክርስቶስ ክሳቀ ከሎ ክስቀል ከሎ ክመውት ከሎ ናብ ዓወት እዩ ዝኸይድ ነይሩ ሰይጣን ኣይመሰሎን ኣይፈለጦን እምበር ጎል ይኣትዎ ከም ዘሎ ስለ ዘይፈለጠ እምበር ናብ ዓወት እዩ ዝኸይድ ነይሩ። እቲ ስቅያቱ፣ እቲ ሞቱ፣ እቲ በጅነቱሲ ደፊኡ ደፊኡ ሰይጣን እኩያት ሰባት ኣለዓዒሉስ ናብ ዓወት እዩ ዝወስዶ ነይሩ። ስለዚ ከይጀመር ከሎ ጎይታና የሱስ ክርስቶስ ተዓዊቱ እዩ። ኣብ መንጎ ዝኸዶ ኩሉ እቲ መንገዲ ናይ መከራ ናይ ስቓይ ናይ ገድሊ ኸኣ ከምኡ ናይ ዓወት መገዲ እዩ መዛዘሚኡ ኸኣ እቲ ዝዛዝሞ ኸዓ ዓወት እዩ ብግርማ ኣቦኡ ዝመጸሉ ኸዓ ዓወት እዩ እግዚኣብሔር ዝተመስገነ ይኹን ከምኡ እዩ እቲ ናትና ህይወት ብዓወት ንጅምር ብዓወት ከዓ ንውድእ ኣብ መንጎ ግን ኣብ መንጎ እቲ ክልተ ዓወት ዘሎ ድልድል ዘሎ ኹናት ዘሎ ቃልስ ዝሉ ዘሎ ውግእ ግና እሱ ዘሎ እዩ ማለት ስለዚ ኣብኡ እዩ እቲ ተጊህና ክንጋደል ዘድልየና ምክንያቱ ዓወትናስ ኣብ ቅድሜና ከም ዝኾነ ርጉፅ ስለ ዝኾነ ከይተጀመረ ዝተወደኣ ዓወት ስለ ዘለና ኣመን ከይተጀመረ ዝተወደኣ ዓወት እዩ ዘለኩም ኣሜን ኣሜን ዓወትናስ ርጉጽ እዩ ምክንያቱ እቲ ዘድሓነና ጎይታ ንሱ ተዓዊቱ ስለ ዝኾነ ኣምላኽ ዝተመስገነ ይኹን ስለዚ እቲ ወዲ ሰብ ዝብል ነዚ እዩ ዝገልጽ ንረኽቦ ኣብቲ ወንጌላት ኣብቲ ተመሳሰልቲ ወንጌላት ስለዚ ወዲ ሰብ ዝመስል ኢሉ ርእዎ ኣሎ እቲ ካልእ ብዙሕ ኣብኡ ብዛዕባ ጎይታና የሱስ ክርስቶስ እንታይነት ክዛረብ ከሎ ንርኢ ኣለና ማለት እዩ። ንኣብነት ኣብተን ሸውዓተ ማሕበራት ኣብ ማእከለን ዝመላለስ ኢሉ ኣሎ። ጎይታና የሱስ ክርስቶስሲ ኣብ መንጎተን ሸውዓተ ማሕበራት ዝመላለስ ኢልዎ ኣሎ። ሓደ ግዜ ብዛዕባ እዚ እውን ተዛሪበ ኣለኹ። ካብተን ሸውዓተ እተን ክልተ ጥራየን ዘይነቐፈን እምበር እተን ሓሙሽተ ነቐፌታ ዘለወን እየን። እተን ክልተ ካብኣን ከኣ ኣዝዩ ዋላ ሓንቲ እውን ጽቡቕ ነገር ዝሰኣነለን እዩ። ግን ኣብ ማእከለን ዝመላለስ ከም ዝነበረ ንርኢ ኣለና ማለት እዩ። ኣብ ማእከል እቲ ዓመጽ፣ ኣብ ማእከል እቲ ርኽሰት፣ ኣብ ማእከል እቲ በደል፣ ጎይታና የሱስ ክርስቶስ ክመላለስ ከሎ ዋላ ኣብኡ እንተተመላለሰስ እቲ ሓጢኣት ወይ እቲ ዓመፃ ወይ እቲ ርኽሰስ ኣይለግቦን እዩ ኣብኡ ኮይኑ ግን ከስተኻኽል ከቕንዕ እዩ ዝመላለስ እግዚኣብሔር ዝተመስገነ ይኹን ዕድል ክህብ እዩ ዝመላለስ ሓደ ሓደ ግዜ ስቂልና ሚእቲ ካብ ሚእቲ ንሰባት ወይ ንዝኾና ማሕበራት እንተዘይፈረድናየን ፅቡቕ እዩ ምኽንያቱ ኣምላኽ ኣብ ማእከል ኮይኑ ዝዓዮ ዝሰርሖ ኣይንፈልጥን ኢና። ከመዮ ሓደ ዛንታ ይበሃል ሲ ነጊረኩም ነይረ ተኾይነ ወይ ክደግመልኩም እየ ማለት እዩ ኣለዉ ሰባት ኩሉ ሳዕ ንቤተክርስትያን ዝነቕፉ በቃ ጽቡቕ ነገር ዘይዛረቡ ኣለዉ ኩሉ ሳዕ ኔጌቲቭ ኔጌቲቭ ኔጌቲቭ ጥራይ ዝዛረቡ ኣይ ቤተ ክርስቲያን ሞይታ ቤተ ክርስቲያን ሞይታ ቤተ ክርስቲያን ሞይታ ናበሉ ናበለ ዝዛረብ ሓደ ነይሩ ዳሕራይ ሓደ ፓስተር እንታይ ገይርዎ ይበሃል ኦ ቤተ ክርስቲያን ሞይታ እሞ በቃ ንዑ ስነ ስርዓት ቀብሪ ንግበር ኢሉ ስነ ስርዓት ቀብሪ ናይ ቤተ ክርስቲያን ሞት ይእወጅ መዓልቲ ይቁፅር ሬሳ ሳንዱቕ ይዳሎ። ኣብዚ ናይ ጸዓዱ እንድሕር ኬድኩም ተኻፊልኩም ሬሳ ሳንዱቕ ኩሉ ጸሎት ስርዓት ገለ ምስ ተገበረ እቲ ሬሳ ይኽፈት እዩ ሓቀይ ዶ ሽዑ ነፍሲ ወከፍ እንዳመጸ እቲ ሬሳ እንዳረኣየ ይኸይድ ሪኹም ኣለኹም ከምኡ ኣብ ኣባና ኣብዚ ናትና ብዙሕ ኣይንገብሮን ኢና ግን ኣብ ጻዓዶም እዩ ከምኡ ዝገብሩ ስለዚ እሱ ከኣ ከፊቱ በቃ ኩሉ ነገር ጸሎቱ መዝሙሩ ኩሉ እቲ ስብከቱ ብምሉኡ ተዳልዩ ምስ ተወደአ እቶም ኣባላት በብሓደ ነቲ ሬሳ እናረኣዩ ክኸዱ ዕድል ይህቦም ማለት እዩ ወዮ ፓስተር ታይ እዩ ገይሩ ነቲ ሳንዱቕ ከፊቱ ብ ትሕቲኡ መስትያት እዩ ገይርሉ ስለዚ ነፍሲ ወከፍ ዝረኣየሲ ምስሊ ናቱ እዩ ዝረኡ ዋይ እንዳበለ ከይድ እቲ ሓደ ከዓ እንታይ ደኣ ርኢ እንዳበለ መፅእ ተበለ ከዓ ምስሊ ናቱ እዋይ እንዳበለ ከይድ ኣንታ እንታይ እዮም ኮይኖም ኢሉ ብድሕሪ ዝኸደ ከዓ እንዳረኣየ እዋይ እንዳ ስለዚ ቤተ ክርስቲያን ሞይታ ተኮይናሲ ስኻይካ ሞትካ እዩ ዝብሎም ዘሎ ማለት እዩ ጃጅመንታል ክንከውን ብዙሕ ፅቡቕ ኣይኮነን። ሓፈሻዊ ጌርካ በቃ ኣምላኽ የለን ክትብል ኣይከኣልኒ ኣነ የለ እዘን ሸውዓተ ማሕበራሲ ምስ ኩሉ ነገረን ጎይታና የሱስ ክርስቶስ ኣብ ማእከለን ይመላለስ ንሓጢኣት ግን ከተባባዕ ኣይኮነን እሱ ከዓ ኣረጋጊፅና ክንፈልጥ ኣለና ንዓመፃ ግን ከተባባዕ ኣይኮነን ንርኽሰት ግን ከተባባዕ ኣይኮነን ዕድል ክህብ እዩ ክምለሳ ክገብር እዩ ማለት እዩ እግዚኣብሔር ዝተመስገነ ይኹን ሸውዓተ ማሕበራት እየን ኣብዚ ዘለዋ ኣብቲ ምዕራፍ ክልተ ምስ በፅሕና ብነፍሲ ወከፈን እንዳሓለፍና ክንርኤን ኢና ሸውዓተ ስለምንታይ ኣብ ዝሓለፈ ነጊረኩም እየ ሸውዓተ ኩሉ ሳዕ ናይ ምልኣት ምልክት እዩ ብደረጃ ማሕበራት ካብዘን ሸውዓተ ኣብ ዘመናት ኩሉ ዝተረእያ ካብዚኤን ወጻእስ የለዋን። ነፍሲ ወከፍ ክንርኤን ኢና ዝውክልኦ ዘመን ኣለዎን ብሓደ ሸነኽ ሓንቲ ማሕበር ሓንቲ ከምኣ ዓይነት ማሕበር ንኣብነት ከም ኤፌሶን ዓይነት ማሕበር ኣብ ገለ ዘመን ዝገነነትሉ ኣሎ ናይ ስሚርና ማሕበር ኣብ ገለ ዘመን ከዓ ብሓይሊ ዝተራእየትሉ ኣሎ ግን ተጠቕሊሉ ተጠቕሊሉስ እዚ ነዚ ዘመን ዘመልክት እዚ ከኣ ነዚ ዘመን ዘመልክት ዘይኮነ ሲ በቃ እቲ ዘሎ እቲ ህልው እዋን እቲ ሕጂ ዘለናዮ ማሕበራት ዘለኦ ብምሉእን እዚ ናይ ቤተ ክርስቲያን ዘመን ዝበሃልሲ ካብዘን ሸውዓተ እዚኤን ወፃኢ ኣይንስእንን ኢና። እቲ ብርታዐ፣ እቲ ድኻም፣ እቲ ሓይሊ፣ እቲ ጸጋ፣ እቲ ቅብኣት፣ እቲ እምነት፣ እቲ ክሕደት ኩሉ ኣብዘን ሸውዓተ ተጠቐሊሉ ንረኽቦ። ስለዚ ኣብ ኩሉ ግና ሰዓርቲ ኣለዉ። ነቲ ዝስዕር፣ ነቲ ዝስዕር፣ ነቲ ዝስዕር እናበለ ነፍሲ ወከፍተን ማሕበራት ከኣ ኣተባቢዕወን ኣሎ። እዚኤን ሸውዓተ ማሕበራት ኣብ ኤሽያ ማይኖር ዝርከባ እየን፣ ናይ ሕጂ ቱርኪ እየን። ካብእን ዝዓብያ ማሕበራት ነይረን እየን። ዓበይቲ ማሕበራት ኣብ ከባቢኦም ነይረነን። ብቐንዱስ የሩሳሌም ኣላ ዝዓበየት ማሕበር የሩሳሌም ሃዋርያት ዝጀመርዋ፣ ኣንጾክያ ኣላ፣ ቆሎሴ ኣሎ። ብዙሕ ማሕበራት ነይረን እየን። ግን ነዚኤን እዩ ተጠቒሱ ዘሎ። ነዚኤን ጥራይ ዝምልከት እውን ኣይኮነን እቲ መልእኽቲ ብእን ኣቢሉ ነቶም ሽዑ ዝነበሩ ክርስትያናት እውን ኣብኡ ዝነበሩ ኣመንቲ እውን ንዓና ዘመናት ንዝሓለፈን ናብዚ ዘመንዝን ዘለና እውን ዝምልከት እዩ ማለት እዩ። ክዛረብ ከሎ እንታይ ኢሉ ኣሎ? ንሱ ኣብ ማእከል እተ ቐዋሚ ቀንዴል ዝመላለስ። ሕጂ እታ ቤተ ክርስቲያን ተሸካሚት ናይቲ ብርሃን እያ። እቲ ቐዋሚ ቀንዴል ዝበሃል ላምፕ ስታንድ እዩ ዝብሎ። ላምፕ ስታንድ ማለት ነቲ ብርሃንሲ መቆሚ ነቲ ብርሃንሲ ጠጠው መበሊ መትሓዚ ማለት እዩ። ስለዚ እቲ ብርሃን ካሊእ እዩ፣ መትሓዚ ብርሃን ምዃን ከዓ ካሊእ እዩ። ስለዚ ብዘይ ብርሃን እቲ መትሓዚ ብርሃን ይበርህ ድዩ? እቲ ብርሃን ክህሉ ኣለዎ። እቲ ብርሃን ጎይታና የሱስ ክርስቶስ እዩ። እቲ ብርሃን መንፈስ ቅዱስ እዩ። ስለዚ ኩሉ ሳዕ እቲ ብርሃን ንክበርህ ክንጽሊ ኣለና ማለት እዩ። እቲ ብርሃን ደሚቑ ክረአ ክንጽሊ ይግባእ። ኣምላኽ ዝተመስገነ ይኹን። ስለዚ ንሕናሲ ተሰከምቲ ብርሃን ኢና። እቲ ጎይታ ብርሃን ዝኾነ እንተ ደኣ እልይ ኢሉ ብርሃን የብልናን ንስኻትኩም ብርሃን ዓለም ኢኹም ክብለና ከሎ ኣብ ከረን ዘላ ከተማ ክትክወል ኣይትኽእልን እያ ክብል ከሎ ኣብ ማቴዎስ ሓሙሽተ ዘሎ እቲ ብርሃን ካብ ክርስቶስ ዘተረኽበ ማለት እዩ ናትና ናይ ገዛእ ርእስና ብርሃን የብልናን ክርስቶስ ብዘብርሃልና ኢና ንበርህ ስለዚ ኣብ ማእከልተን ቆወምቲ ቀንዴል ዝመላለስ ይብሎ ኣሎ ነቲ ቅዋመ ቀንዴል ነቲ ብርሃን ዘብርሆ ባዕሉ ጎይታና የሱስ ክርስቶስ እዩ እግዚኣብሄር ዝተመስገነ ይኹን ኣብኡ ኸኣ እናበርሀ ኸኣ ብርሃን ክትከውን ተጸዊዓ ኣላ ኣሜን ኣብታ ዝጸልመተት ተስፋ ዘይብላ ብዙሕ ነገር ዝመልአት ዓለም ኣብኣ ብርሃን ክንከውን ብርሃንና ግና ጐይታና የሱስ ክርስቶስ ባዕሉ እዩ። ንዳሕራይ እውን እቲ ብርሃንና ንሱ እዩ። ኣሜን። ኣብታ ትርእ ዓመት ናይ ሽሕ ዓመት መንግስቲ ይኹን መንግስቲ ዘልኣለም እውን የሱስ እዩ ብርሃና ኢሉና ኣሎ። ኣብኡ ፀሓይ የለ ወርሒ የለ። ዮሃንስ ዕስራን ሓደን ዕስራን ስለስተን እታ ኸተማ እቲኣ ኽብሪ ኣምላኽ ኣብሪሁላ ኣሎ፣ መብራህታስ እትገንሸል እሞ ፀሓይ ወይስ ወርሒ ከብርሁላ ኣየድልያን እዩ። መብራህታ መን እዩ? ብርሃና መን እዩ? እቲ ገንሸል ኢሎ በቃ። ስለዚ ናይ ተፈጥሮ ፀሓይ የላን፣ ናይ ተፈጥሮ ወርሒ የላን። ኩሉ እዚ ሕጂ ዝረአ ዘሎስ ተጠቐሊሉ ከይዱ የሱስ ባዕሉ በይኑ ብርሃና እዩ ክኸውን ዋላ ኣብቲ ህይወት ዘልኣለም ውንሲ የሱስ እዩ ብርሃንና ኣመን ሕጂ እሞ ከዓ ብዘይብኡ ክንበርህ ኣይንኽእል ኢና ስለዚ ኢና ኩሉ ግዜ ርኢኹም ኣለኹም ዶ ብቲ ኣብ ቴስዓታት ገሌኹም ኣይተወለድኩምን እምበር ናይ ዘይቲ መብራህቲ ነይሩ ዘይቲ ብዘእተኻሉ መጠን እቲ ብርሃን ይበርህ ሽምዓ ኣይኮነን ዘይቲ ስለዚ እቲ ዘይቲ እዩ ነቲ ብርሃን ዘምጾ እቲ ናይ ኤሌክትሪክ ኣብ ዝጠፍኣሉ ግዜ ማለት እዩ ስለዚ ዘይቲ ኩሉ ሳዕ ክህሉ ኣለዎ ዘይቲ ኩሉ ሳዕ ለማኒት ናይቲ ዘይቲ ክትከውን ኣለዋ እታ ማሕበር ተደኣ በሪሁ ተኾሊዑ እቲ ዘይቲ ክርእ ኮይኑ ሎሚ እንተ ደኣ ጽልግልግ ኢልና ኮይንና እቲ ዘይቲ እዩ ጠፊኡ ዘሎ ማለት እዩ እንደገና ዝገርም እዩ መቸም ኣብኡ ተጠቒሱ ዘሎ እቲ ክብርታት ክንሪኦ ከለናስ ብኽቡር ዝኾነ ነገር ማለት ብወርቂ በስራዚ ዝብል ዝኸበረ ማዕድናት ኣብኡ ተገሊጹ ኣሎ እታ ማሕበር ንባዕላሲ ኣስራዚ ትፈልጡ ዲኹም ዝተረረ ምዃኑ ተሪር ምዃኑ ስለዚ እቲ ትሪ፣ እቲ ሓይሊ፣ እቲ ብርታዐ ዘለዋ ማሕበር ምዃና፣ ዘይትነቓነቕ ምዃና ጎይታና የሱስ ክርስቶስ ክዛረብ ከሎ ንማሕበረይ ኣብዛ ከውሒ እዚኣ ክሃንጻ እየ፣ ደጌታት ሲኦል ድማ ኣይሕይልዋን እዮም ኢሉ ኣሎ። ዝመፀ ሓይሊ ክንቕንቓ ኣይክእለን እዩ። ማቴዎስ 16 ክትምስረት ከላ ማለት እዩ። ንጴጥሮስ ወዲ ሰብ መን እዮም ዝብልዎ ኢሉ ምስ ሓተቶ ክርስቶስ ወዲ ህያው ኣምላኽ ኢኻ ኢልዎ እሞ እታ ማሕበር ኣብ ክርስቶስ ወዲ ህያው ኣምላኽ እያ ትምስረት ኢሉ ኣብዛ ከውሒ እዚኣ ክሃንፃ እየ ደጌታ ሲኦል ከዓ ኣይክሕይልዋን እዮም ስለዚ ክርስቶስ መሰረታ ዝኾነ ክርስቶስ ከውሓ ዝኾነ ሲ ዝተረረት እያ ከነቕንቓ ዝኽእል የለን ካልእ ኩሉ ሓይሊ መፅዩ ከጥፍእ ኣይክእልን እዩ ደው ኢላ ፀኒዓ ትነብር እያ ማለት እዩ እግዚኣብሔር ዝተመስገነ ይኹን ስለዚ ብክቡር ዋጋ ዝተዓደገት ምዃና እዩ ዝገልፅ እቲ ብርሃን ምብራህ ኩሉ ግዜ ኣብ ብሉይ ኪዳን እውን ከይተረፈ ኣብ ድንኳን ምርኻብ በልዎ ኣብቲ ቤት መቕደስ በልዎ እቲ ሊቀ ካህን እዩ ነቲ ብርሃን ዘብርሆ ካልእ ዘብርሆ የብሉን ኣብ ሓድሽ ኪዳን ከዓ ሊቀ ካህንና ጎይትና የሱስ ክርስቶስ እዩ ስለዚ ንሱ እዩ ነታ ብርሃንና ዘብርሃ ነታ ብርሃንና ዘድምቃ እሞ ኩሉ ግዜ እሱ ሊቀ ካህን ኮይኑ ነቲ መብራህትና እናብርሆ እናድመቖ እናኾልዖምን ዝኸይድ ኩሉ ግዜ ኣብኡ ምውካልናን ምእማንናን ክንገብር እዩ ዝግባእ ማለት እዩ እግዚኣብሔር ዝተመስገነ ይኹን ይገርም እዩ እቲ ቀዋሚ ቀንዴል ኣብ ብሉይ ኪዳን ኣብቲ ናይ ቤተ ክርስቲያን ኣብቲ ይቕሬታ ኣብቲ ድንኳን ወይ ኣብቲ ቤት መቕደስ ኢና ንረኽቦ ኣብ ሓድሽ ኪዳን ከዓ ከምኡ ኣሕጽሮ ስለ ዝደሊ ዘለኹ እቲ ሓሳብ ኣብ ዘጸኣት ዕስራን ሓሙሽተን ካብ ሰላሳን ሓደን ስጋዕ ኣርብዓ ኣለኩም ኣብቲ ዱካን ኣብቲ ድንኳን ምርኻብ እቲ ቋሚ ቀንዴል ኣብኡ ከም ዝነበረ ይነግር ማለት እዩ ኣብታ ቤት መቅደስ ከኣ ሰሎሞን ዝሃነጻ ቤት መቅደስ ከኣ ኣብ ቀዳማይ ነገስ ሸውዓተ ኣርብዓን ሸውዓተን ከኣ ኣብኡ ንረኽቦ እቲ እቲ ቀዋሚ ቀንዴል እታ ቤተ ክርስቲያን እታ ይቕሬታ እታ ቤት መቕደስ ምስ ፈረሰት ኣይሁድ ናብ ምርኮ ምስ ከዱ ምስ ተመለሱ ድማ እንደገና እታ ቤት መቕደስ ክትህነፅ ከላ ከዓ እቲ ቀዋሚ ቀንዴል ካብኡ ንረኽቦ ብዘይ ቀዋሚ ቀንዴል ሲ ኣብታ ድንኳን ምርኻብ ይኹን ኣብቲ ቤት መቕደስ ከይሃለወ ኣይተርፍንዩ ማለት እዩ ኣብ ራእይ ዮሃንስ ከዓ እታ ማሕበር እታ ማሕበር ቀንዲ በቲ ቀዋሚ ቀንዴል እያ ትህነፅ እዩ ዝብል ዘሎ በቲ ኣውራ ብርሃና ዝኾነ ጎይታና የሱስ ክርስቶስ እዩ ዝህነፅ ስለዚ ኣብዚ ኣብ ሓድሽ ኪዳን ከዓኒ እታ ምህናፅ ኣብታ ማሕበር በቲ እታ ቀዋሚ ቀንዴል ኣዝዩ ኣድላዪ ምዃኑ ንሪኦ ማለት እዩ። እቲ ምምልላስ ከምቲ ዝበልኩኹም እዩ። ወዲ ኣምላኽ ኩሉ ሳዕ ምስ ተመላለሰ እዩ። ትዝክርዎ ተኾይንኩም ኣብ ሲድራቕን ሚሳቕን ዓብደነጎን ናብቲ እቶን ሓዊ ምስ ተደርበዩሲ ወዲ ራብዓይ ራብዓይ ራብዓይ ይርኢ ኣለኹ ወዲ ሰብ ዝመስል ኣብ ማእከል እቲ ሓዊ ክመላለስ ኢሉ ሓቂ ዶ ኣብ ማእከል እቲ ጉሁር ሓውስ ወዲ ሰብ ዝመስል ክመላለስ ይርኢ ኣለኹ ኢሉ እቲ ንጉስ ኩሉ ግዜ ጎይታና የሱስ ክርስቶስ ኣብ ማእከል መመለላስ ልማዱ እዩ ባህሪ እዩ እግዚኣብሔር ዝተመስገነ ይኹን ክልተ ነገራት ጥራይና ክንርኢ ዘሎና ኣብ ማእከል ምህላውሲ ንመጽራይና ዕድል ንምሃብ ንክንምለስ መገድና ናብኡ ከነቕንዕ እዩ ማለት እዩ እምበር ምስቲ ንገብሮን ንሰርሖን ሰሚርዎ ኣይኮነን ሕጂ ኩሉ ግዜ ኣብ ዓለም ብዙሕ ክፍኣት ብዙሕ ዓመፅ ብዙሕ ተንኮል ኣሎ ግን ቀልጢፉ እቲ ፍርዲ ኣምላኽ ኣይከውንን እዩ እግዚኣብሔር ዕድል ይህብ እንኳዕ ኣብ ኢድ ሰብ ኣየውደቐ እንኳዕ ኣብ ኢድ መልኣኽቲ እውን ኣየውደቐ ኣምላኽ እቲ ለውሃቱን ብለውሃት እንታይ ኢለዎ ኣሎ ሃብታም እዩ ኢለዎ ኣሎ በደንጋፂ ኣምላኽ እንታይ ሃብታም እዩ ስለዚ እቲ ሃብቲ ናይ ኣምላኽሲ ተበርቢሩ ተበርቢሩ ተበርቢሩ ስለ ዘይውዳእ እዩ ኣምላኽ ዕድል ዝህብ ማለት እዩ ነፍሲ ወከፍና ዕድል ዝህብ ድኻ ተዝኸውን ነይሩ ግን ብዓቕሊ ብትዕግስቲ ብለውሃት ብድንጋጸ ኣምላኽ ድኻ ተዝኾን ነይሩ ምናልባት እዚ ምድሪ ካብ ትምስረት ጀሚራ ክሳዕ ሕጂ ዘለናዮ እውን ኣይምጸንሐትን ነይራ ቀልጢፉስ እቲ ዝግበር ምገበረ ነይሩ ግን እግዚኣብሔር ኩሉ ሳዕ ዕድል ዝህብ ስለ ዝኾነ ከምዚ ኮይንዎ ዘሎ ኮይኑ ኣሎ። እግዚኣብሔር ዝተመስገነ ይኹን። እቲ ሊቀ ካህን ሕጂ እውን ዘማልድ ምዃኑ ኣብ ብዙሕ ቦታታት ኣለና ዕብራውያን ትሽዓተ ዕስራን ኣርባዕተን ዕብራውያን ሸውዓተ ዕስራን ሓሙሽተን ስጋዕ ዕስራን ሽዱሽተን ሮሜ ሸሞንተ ሰላሳን ኣርባዕተን እዚ ኩሉ ወዲኡ ከሎስ እንደገና ኣብ የማን ኣምላኽ ኮይኑ ምእንታና ምእንቲ ነፍሲ ወከፍና በብሽምና በብሽም ማሕበራት ኣብ ኩለን ዓለም ዘለዋስ የማልድ ኣሎ ኢሉ ኣይገርምን? ምእንቲ ፍጻመ ከሎ እቲ ናይቲ ዝኣመንናዮ ናይቲ ዝኾንናዮ ምእንቲ ፍጻመ ከሎስ ጎይታና የሱስ ክርስቶስ የማልድ ኣሎ። ስለዚ ናይ ምምላድ ስራሕ እዩ ዝገብር ዘሎ ሕጂ። ኣምላኽ ዝተመስገነ ይኹን። እቲ ካልእ ትርኢቱ ኣብዚ ክንሪኦ ከለና ግና ብሓቂ ዘፍርሕ እዩ። ኣብነት ኣብ ቁጽሪ ዓሰርተ ኣርባዕተ ርእሱን ጸጉሩን ጻዕዳ እዩ ከም ጸምሪ ኢልዎ። ጻዕዳ እውን ከም ኣስሓይታ፣ ኣስሓይታ ስነው እዩ። ሕጂ ክሪኦ ከሎ እዚ ወዲ ኣምላኽ ዝመስል ዝበሎ የሱስ ክርስቶስ ኣብዚ ክሪኦ ከሎ ካልእ እዩ ዝሪኦ ዘሎ ማለት ርእሱን ጸጉሩን ጻዕዳ እዩ ከም ጸምሪ እንታይ እዩ ዘመልክት ርእሱ እንታይ እዩ ዘመልክት ጸምሪ ከም ጸምሪ ምዃኑ ከም ኣስሓይታ ምዃኑ ጥንታውነቱ እዩ ዘመልክት፣ ዘልኣለማውነቱ እዩ ዘመልክት። ዳንኤል ሸውዓተ ዓንተወይ ዝጠቐስኳ ከነንብባ ካብ ዓሰርተ ሰለስተ ብራእይ ብራእይ ብራእያት ለይቲ እጥምት ነበርኩ እንሆ ከዓ ወዲ ሰብ ዝመስል ካብዚኣ መፅያታ ወዲ ሰብ ዝመስል ኢለኩም ኣለኹ ብደበና ሰማይ ይመፅእ ነበረ፣ ናብቲ ጥንታዊ ዝመዓልቱ ድማ በጽሐ፣ ናብ ቅድሚኡውን ኣቕረቦ፣ ኵላቶም ኣህዛብን ወገናትን ቋንቋታትን ኬገልግልዎስ፣ ግዝኣትን ክብርን መንግስትን ንዕኡ ተዋህቦ። ንመን? ነቲ ወዲ ሰብ። ግዝኣቱ ዘይሓልፍ ዘለኣለማዊ ግዝኣት እዩ፣ መንግስቱውን ከቶ ኣይክትጠፍእን እያ። ዘልኣለማዊት ጽንዕቲ ብርትዕቲ ሓያል መንግስቲ ዘላቶ ወዲ ሰብ እዩ እሞ ርእሱን ጸጉሩን ጻዕዳ እየ ከም ጸምሪ ክብል ከሎስ ንመቸም ጻዕዳ ወይ እቲ ጸጉሪ ጻዕዳ ከምዚ ናይ ነውሓት ዕድመ እዩ ዘመልክት ሓቂ ዶ ስለዚ ከምኡ ክብሎ ከሎ ጥንታዊ እዚ መዓልቱ ዘለኣለማዊ ምዃኑ፣ ንሱ ከይነበረ ከሎውን ሰማይን ምድርን ከይተፈጥረ ከሎውን ዝነበረ ዘሎ ምዃኑ ርእሱ እናገለጸ ብዝተፈላለየ መልክዕ ደኣ መጸ እምበር ንሱ ዘለኣለማዊ ምዃኑ ስለዚ ኣምላኽነቱ እዩ ዝርኢ ዘሎ ጎይትነቱ እዩ ዝርኢ ዘሎ ሕጂ እቲ ፈራዲ ምዃኑ እዩ ዝርኢ ዘሎ ማለት እዩ። ኣዒንቱ ከም ሃልሃልታ ሓዊ እዘን ኣዒንቲ እዚኤን መቸም ኣብ መሃለየ መሃሊ ኣሎ በቃ ናይ ፍቕሪ ኣዒንቲ ኢና ንርኢ ከም ኣባጊዕ እስከ ገለገለተን ሓሳባት ከትሕዘኩም መሃለይ ሓሙሽተ ዓሰርተ ክልተ ኣዒንቱ ኸም ኣብ ጥቓ ፈልፋሊ ማይ ዘለዋ ርግብታት ጸባ ተሓጺበን ኣብ ምልኣት ተነቢረን እየን። ርግቢ እንታይ እያ? ሕያወይቲ ድያ? ብባህሪኣስ ገርሂ ቅንዕቲ ተባሂላ እያ ትፍለጥ። ሓቂ ዶ? ስለዚ ኣብዚ ክገልጾ ከሎ ኣዒንቱስ ከም ናይ ርግቢ ኢልዎ በቃ ርህራሄ ይገልጽ ፍቕሪ ይገልጽ ሓልዮት ይገልጽ ድንጋጸ ይገልጽ ኣብዚ ግን ኣዒንቱ ከም ሃልሃልታ ሓዊ ክብል ከሎ ግን ቃሉ እዩ ዝገልጽ። እንታይ እዩ ዘርኢ እንድሕር ኢልና ዝፈርድ ምዃኑ ኣብዚ ክፈርድ እዩ ዝመጽእ። ራእይ ዮሃንስ ክፈርድ እዩ ዝመጽእ። ወዲ ኣምላኽ እንታይ ክገብር እዩ ዝመጽእ? ክፈርድ እዩ ክመጽእ። ስለዚ እቲ መንነቱ ንሪኦ ኣብዚ ጎይታና የሱስ ክርስቶስ ናይ ፍርዲ ካባ ተጻዒኑ ብብርታዒኡ ብሓይሉ ምስ ክእለቱ ኮይኑ ክመጽእ ከሎ ዝገልጽ እዩ እቲ እንታይነቱ ንሪኦ ዘለና እግዚኣብሔር ዝተመስገነ ይኹን ኣምላኽና እውን ዝባላዕ ሓዊ እዩ ሓቂ ዶ ከምኡ ዶ ኢልዎ ኣሎ ሓቂ እብራውያን 1229 ዝባላዕ ሓዊ ኩሉ ግዜ እዚኣ ይጠቕሳ ነይረ ቀደም እንታይ እዩ ኣብ ገዛ ዘይትረኽባ ጥቕሲ እያ ኣምላኽና ዝባላዕ ሓዊ ትብል ኣብ ዝኾነ ገዛ ርእየ ኣይፈልጥንየ ኣምላኽ ፍቕሪ እያ ተመሊኣ እግዚኣብሄር ጓሳና እዩ እግዚኣብሄር ኣምላኽና ኸ ዝባል ዓው እዩ ኮንሱም ዝገብር ፋየር ኢሉ ኸዓ ገሊፅዎ ኣሎ እቲ ካልእ መንነቱ ወይ ዘወይ እቶም ነዚ መፅሓፍሲ ጠንቂቖም ጠንቂቖም ዘፅንዑ ካብ ፍቕሪ ኣምላኽ ንላዕልስ ፍርዲ ኣምላኽ ዝተገልጸ ይበዝሕ እዮም ዝብሉ ኣይገርመኩምን? ፍርዲ ኣምላኽ ኣምላኽ ፈራዶ ምዃኑ ፍትሒ ዘውፅእ ምዃኑ ዘይፅመም ምዃኑ ዓመፅ በደል ምትሕልላፍ ኩሉ ሸለል ዘይብል ምዃኑ ዩ ዝገልጽ ዩ ዝበዝሕ እዮም ዝብሉና ንሕና ከዓ ንዑ ኣሪና ይንሰባህ ኢና መን ክሰምዓካ ስለዚ ፍቕሪ እዩ ሕያዋ እዩ ጓሳ እዩ ለዋህ እዩ ጥራይ ኢኻ ትብሎ ነቲ ሰብ ከምኡ ኢልካያ ከማን ጠጠው ተይሉ እዩ እቲ ጸባ ዝብሎ ንሱ'ዩ፣ ጸባ መገብኩም ክብል ከሎ ጸጋ እንታይ እግዚኣብሄር ጓሳ'ዩ፣ እግዚኣብሄር ሕያዋይ'ዩ፣ እግዚኣብሄር ምሳኻ'ዩ። እቲ ዕጹም ብልዕኸ ኣብ እምነትካ ደው በል፣ ጽናዕ፣ ፈተና ክመጽእ ከሎ በቃ ነቕ ኣይትበል። እታ ጎይታ ዝሓለፋስ ንሳ እያ እታ መገዲ እታ ብዓወት ደኣ ዝጅመር ኮይኑ እምበር ብዓወት ከኣ ይዛዘም ኮይኑ እምበር ኣብ መንጎሲ ኣሎ እቲ ገልጠምጠም ኣሎ ኔውነጆ እምባል ኣሎ ስለዚ ዝባላዕ ሓዊ ተባሂሉ ተገሊጹ ኣሎ እዚ ከዓ መለኮታዊ ፍርዲ ኣምላኽ እዩ ዝገልጽ ንኩሉ እቲ ኣምላኽ ዘይደልዮ ዘበለ ኮንሱም ዝገብሮ ዝበልዖ ዘጥፍኦ ፍድኡ ዝህቦ ማለት እዩ ኣብ ራእይ ዓሰርተ ኣነ ብዙ መዓ ብዙሕ ጥቕስታት እንዲ ዘለን ሓሳብ ጥራይ እናሃብኩ ክኸይደ ራእይ ዓሰርተ ሓደ ካልእ ብርቱዕ መልኣኽ ከዓ ደበና ተወንዚፉ ካብ ሰማይ ክወርድ ከሎ ርኢኹ ኣብ ልዕሊኡ ኣብ ልዕሊ ርእሱን ርእሱ ከዓ ቀስቲ ደበና ኣሎ ገጹ ድማ ከም ፀሓዩ ኣእጋረ እውን ከማዕኑድ ሓዊ እየን ሓዊ ሓዊ ሓዊ እዚስ ክመፅእ ከሎ እውን ሲ ኣእጓሩስ ሓዊ ኮይኑ እዩ ዝመፅእ ማለት እዩ እግዚኣብሔር ዝተመስገነ ይኹን ኣእጋሩ ኣብ ሓጎዶ ከም ዝረሰነ ኣስራዚ ሊባኖስ እዩ ድምፂ እውን ከም ብዙሕ መያት እዩ ልሎ ቁፅሪ ዓሰርተ ሓሙሽተ እቲ ኣብ ምድሪ ብዘይ ገለ ጉድለት ኣንፀባሪቑ ዝወፅ የሱስ ንሱ ንክፈርድ ብቑዕ እዩ ኣሜን ስለዚ ኩሉ ነገር ክገብር ከዓ ዝከኣለ እዩ ድምፁ ኢሉ ከም ድምፂ ብዙሕ ማያት እዩ እዚ ድምፂ ብዙሕ ማያት ሓደ ነው ነጋራ ፎል ዝበሃል ሰሚዕኹምዎ ዶ ኣለኹም ኣብ ዩቲብ ድምፂ ክብርትዕ ማለት እዩ ኣብዚ ኣብ መንጎ ካናዳን ኣብ መንጎ ኣሜሪካን ኣሎ መንጫዕጫዕታ ማዩ ብርቱዕ ድምፂ እዩ ዝገብር ከምዚ ድምፂ እውን ከም ድሃይ ብዙሕ ማያት እዩ እዚ ድምፂ እዚ ዝሰርሕ ድምፂ እዩ እዚ ድምፂ እዚ ንኣልኣዛር ተንስእ ምስ በሎ ዘተንስኦ ድምፂ እዩ ኣሜን እግዚኣብሔር ዝተመስገነ ይኹን ኣፉ እውን ከምኡ ኢሉ ኣሎ ካብ ኣፉ እውን ክልተ ዝኣፉ ሰይፊ በሊሕ ይወፅእ ኢሉ ኣሎ ሓቂ ዶ ሕጂ ኣነ እሰምዕ እየ ሓደ ሓደ ግዜ እዛ ከመይ ኢላ እያ እዛ ዓለም እዚኣ ትዛዘም መወዳእታኣ ከምዚ በዚ ሰባት ሒዞሞ ዘለዉ ኣጽዋርሲ ብኡ ገይሩ ዘጥፍኣ ገይሮም ክዛረቡ እየ ዝሰምዕ ግን ኣነ ዝኣምኖ ግን ሓደ ነገር እዩ ብቓል በዚ ካብ ኣፉ ዝወጽእ ቓል ብኡ ገይሩ እዩ ዘጥፍእ ኣየድልዮን እዩ ኣፅዋር ኣየድልዮ ናይ ምድሪ ኒኩሌር ኣየድልዮ ራይ ዓሰርተ ትሽዓተ ከዓ ልክዕ እዚኣ ዝብለና መወዳእታ መፅዩ እቲ ውግእ በይኑ እዩ ዝሳተፎ መላእኽቲ የለውን ቅዱሳን እውን የለውን ካብ ኣፉ ብዝወፅእ በሊሕ ቃል ገይሩ ከም ዘጥፍኦ ነቲ ነቢ ሓሶት ንሰይጣን ከም ዝኣስሮ እዩ ዝነግር ካብ ኣፉ ዝወፅእ በሊሕ ቃል እግዚኣብሔር ዝተመስገነ ይኹን ስለዚ ራእይዎ እንዶ ትዝክርዎ ዶ ጎይትና የሱስ ክርስቶስ ክሕዝዎም ክመፁ ከለዉ ንመን ትደልዩ ኢሉ ምስ ሓተቶምሲ ንየሱስ ኢሎሞ እኔኹ ተበሎምሲ ሰብ ብባህሪኡ ንድሕሪት ድዩ ዝወድቕ ንቕድሚት እንተ ደኣ ሃሪምካዮ ንድሕሪት እዩ ዝወድቕ ንሳቶም ግን ብግንባሮም ናብ ቅድሚት እዮም ዝወድቑ እዮም ኣብሳይድ ዳውን ንቅድሚት እዮም ወዲቖም እቲ ኣነ ዝበል ቃልሲ ሓይሊ መፂስ ኣብ ቅድሚኦም ኣብ ቅድሚኡ ከም ዝወድቁ ገይርዎም እዚ ድምጺ እዚ እዩ ምስ ተዛረበ ፍርዲ ኣፍ ምስ ዘውጸ ኩሉ ነገር ዝውድእ። እንታይ ኣጽዋር ኣድልይዎ እንታይ ኒኩሌር ኣድልይዎ ንጎይታና የሱስ ክርስቶስ እሱ እኮ ንኹሉ ናብ ምህላው ዘምጽእ ኣምላኽ እዩ ስለዚ ነቲ ናብ ምህላው ዘምጽእ ኩሉ ኤለመንትስ እንድሕር ውስድ ኣቢለዎስ ፋሕፋሕ ትብል ደይብልካ ደየለኻ ትኸውን ነዚ ካብ ኣፉ በሊሕ ሰይፊ ዝወፅእ ኢለዎ ኣሎ ኣብ ወንጌላት ግን ቃል ፀጋ ኢና ንረክብ ቃል ምሕረት ኢና ንረክብ ኣብዚ ግን ካብ ኣፉ በሊሕ ሰይፊ ዝወፅእ ትሪእዎ ዶ ኣለኹም ክሪኦ ከሎ ሲ ዮሃንስ ዝሪኦ ዘሎ ተጠቕሊሉ ዝብሎ ዘሎ ካብዚ ትሽዓተ ዝሪኦ ዘሎ ዝነግሮ ኣሎ እንታይ እዩ ፈራዲ ምዃኑ ከም በዓል ስልጣን ከም ሓያል ከም ብርቱዕ ተዋጋኢ ነገራት ኩሉ ክዛዘም ይመፅእ ከም ዘሎ እዩ ኣብዚ ርእይዎ ዘሎ። ስለዚ እቲ ድምጺ እቲ እሱ ሰሚዖም እዮም ከኣ ምዉታት ዝትንስኡ። ድምጺ ወዲ ኣምላኽ ዝሰምዑላ መዓት መዓልቲ ክትመጽእ እያ ኢሉ ኣሎ ሓቀይ ምዉታት። በቃ እቲ ድምጺ እዩ ዘተስእ። ኣይገርምን? ስለዚ ኢና ቃል ኣምላኽሲ ከምቲ ክሰርሖ ዘለዎ ከምቲ ክኾኖ ዘለዎ ከምቲ ክዓዮ ዘለዎ ኣብ ህይወትና ክሰርሕ ንጽልን ንልምንን ምክንያቱ ዋው እቲ ቃል እዩ ኩሉ ገባሪ ብዘይ እቲ ቃል ዋላ ሓደ ነገር የለን ብዘይ እቲ ቃል ዝኾነ እቲ ዝኾነ ዘበለ ኩሉስ ብዘይ እቲ ቃል ዝኾነ ዋላ ሓደ የለን እቲ ቃል እዩ ዋና ኢንፋክት ኣብ እብራውያን ክዛረብ ከሎ እንታይ ዝብል ንኹሉ ብሓይሊ ቃሉ ፀዊሩ ከሎ ሃሌሉያ ካብ ኣፉ በሊሕ ሰይፊ ዝወፅእ ቃል ነገስታት እኳስ እንታይ ይገብር ንርኢና ዕብራውያን ሓደ ንሱ ብናይ ንሱ ናይ ክብሪ ነፃብራቕን ቅርፂ ባህርዩን ኩሉ ውን ብሓይሉ ቃሉ ጸዊሪ ኩሉስ ምንጻህ ሓጢኣትና ምስ ገበረ ኣብ ላዕሊ ኣብ የማን ግርማ ተቐመጠ። ኩሉ ውን ብሓይሊ ቃሉ ጸዊሩ ከሎ እቲ ብዙሕ ሰንስ ዘይክትበና ትኽእል እያ ኣብዚ ዘላቶ ግን ኩሉ ውን ብቓል ሓይሉ ጸዊሩ ከሎ። ትኸክል ክትከውን ዝግባኣ ኩሉውን ብቓል ሓይሉ እቲ ቃልሲ ንኹሉ ሓይሊ ኣሎ ዝበሃል ዝተቋጻጺርዎ ኣሎ እያ ትብል ዘላ በቲ ቃል እዩ ተጸይሩ ዘሎ እቲ ሓይሊ ዝበሃል ስለዚ እቲ ቃል እዩ ሒዝዎ ዘሎ ማለት እዩ እቲ ቃል እንድሕር ተኣልዩሲ ኩሉ ነገር ፋሕፋሕ ይብል ማለት እዩ እሞ ካብ ክልተ ዝኣፉ ሰይፊ ዝበልሕ ኣብ እብራውያን ቃል ኣምላኽ ሕያውን መስለጥን እዩ፣ ካብ ክልተ ዝኣፉ ሰይፊ ኸኣ ዝበልሕ እዩ ኢልዎ ኣሎ። ኣብኡ ክፈላሊ ዝመጽእ ቃል እዩ። ኣብዚ ንሪኦ ዘለና ግን ክፈርድ ቃል ምስ ወጸ ነገር ኩሉ ናብ ንቡር ዝኣቱ። ስለዚ ምስቲ ቃል ክንላገብ ብጣዕሚ እዩ ዘድልየና። ኣሜን። ክብሪ ንኣምላኽ ይኹን። የሱስ ክርስቶስ ጎይታ እዩ። ስለዚ ቃሉ ኣባና መመሊሱ ይዕረግ ኣሜን ይሕደር ኣምላኽ ዝተመስገነ ይኹን ምስትውዓል ናይቲ ቃሉ መመሊሱ ጎይታ እንታይ ይግበር ይሃበና ኣሜን ኣሜን ያ ስለዚ ብዛዕባ ጎይታና የሱስ ክርስቶስ ዝተገለጸ ኣብዚ ተጠቒሱ ዘሎ ሸዓተ ነገራት እዩ በዚ ዝበልክዎ ገይረ ዛዚመየ ኣለኹ ማለት እዩ ሕጂ እዚ ዮሃንስ ዝሪኦ ዘሎ እዩ። ዮሃንስ ዝተዓዘቦ እዩ። ኣብ ቅድሚ ዓይኑ ዝሪኦ ዘሎ እዩ። ብዛዕባኡ እዩ ጸሓፍ ተባሂሉ ዘሎ ኣብቲ ንሪኦ ኣብቲ ምዕራፍ ሓደ ቁፅሪ 19 እቲ ዝሪኦ ዘሎ ዝብሎ ዘሎ እዚ እዩ እዚ ምዕራፍ ሓደ ብዛዕባ ጎይታና የሱስ ክርስቶስ ዝሪኦ ዘሎ ኣብ ቅድሚ ዓይኑ ዝሪኦ ዘሎ እዩ ገሊፁ ኣሎ ማለት እዩ እግዚኣብሔር ዝተመስገነ ይኹን ዳርጋ ኩለንተን ሓሳብ ተናኺፈየን እየ ቀንዴል ወርቂ ኢሉ ኣሎ ክሳዕ ካብ እግሩ ክሳዕ ታሕቲ ብቕናት ዝተኸድነ ብክዳን ዝተኸድነ ገይሩ ገሊጽዎ ኣሎ ምስቲ ክህነት ምስኡ ይተኣሳሰር እዩ ምስ ሊቀ ካህን ምዃኑ ምክንያቱ ብሉይ ኪዳን ኩሎም እቶም ካህናት ሙሴን ይቕሬታ ኣሮንን ደቁን ኩሎም እቲ ዝገብረዎ ክዳን ካብ ላዕሊ ክሳዕ ታሕቲ ዝተሸፈነ እዩ ናይ ክህነት ምልክት እዩ ነገስታት እውን ከምኡ እዮም ዝገብሩ ስለዚ ሓደ ዘይንቡር ዝኾነ ኣካዳድና ጎይትና የሱስ ክርስቶስ ኣብዚ ክንሪኦ ከለና እቲ ክልቲኡ ናይ ካህን ምዃኑ እውን እቲ ንጉስ ምዃኑ እውን ዘርኢ ማለት እዩ እግዚኣብሔር ዝተመስገነ ይኹን ደጊመ ንዓ ከንብባ እየ እተን ሓሳብ ኣብኡ ዘለዋ ጎይታ ሃዋርያ ዮሃንስ ዝረኣዮ ካብ ቁጽሪ ዓሰርተ ክልተ፣ ነቲ ዝዛረበኒ ዘሎ ድምጺ ከኣ ድምጺ ክርኢ ከኣ ግልጽ በልኩ፣ ግልጽ ምስ በልኩውን ሸውዓተ ቆምዲ ቀንዴል ወርቂ ርኤኹ። ሕጂ ብዛዕባ መንነት ክርስቶስ ዝረኣዮ ይገልጽ፣ ኣብ ማእከል እቶም ሸውዓተ ቆምዲ ቀንዴል ከኣ ክሳዕ እግሩ እተኸድነ ብምሉኡ ዝተሸፈነ፣ ብቕናት ወርቂውን ክሳዕ ኣፍ ልቡ እተዓጥቀ ወዲ ሰብ ዝመስል ርኤኹ። ጸጕሩን ርእሱን ጸጕሩን ጻዕዳ ከም ጸምሪ፣ ጻዕዳውን ከም ኣስሓይታ እዩ። ኣዒንቱውን ከም ሃልሃልታ ሓዊ እየን። ኣእጋሩ ኣብ ሓጐዶ ከም ዝረሰነ ዘንጸባርቕ ኣስራዚ ሊባኖስ ይመስላ። ድምጹውን ከም ደሃይ ብዙሕ ማያት እዩ። ኣብ የማናይ ኢዱ ሸውዓተ ኸዋኽብቲ ኣለዉዎ፣ ካብ ኣፉውን ክልተ ዝኣፉ በሊሕ ሰይፊ ይወጽእ፣ ትርኢቱውን ከምታ ብሓይሊ እተብርህ ጸሓይ እዩ። ትርእዮዶ ኣለኹም? ዝርእዮ ዘሎ እንታይነት ክርስቶስ ፍጹም ካብቲ ቅድሚ ሕጂ ዝፈልጦ ዝተፈልየ እዩ። ሽዑ ውርድ ኢሉ፣ ምስ ረኤኽዎ ድማ ከም ምዉት ኮይኑ ኮይነ ኣብ ኣእጋሩ ወደቅኩ፣ ንሱ የማናይ ኢዱ ኣንበረለይ፣ ከምዚ እናበለ ኢሉ ብዛዕባ ይዛረብ ማለት እዩ ሕጂ ዘያውን ተዛሪበ እየ እቲ ኣብ ወንጌል ዝፈልጦ ኣብ ኣፍ ልቡ ጽግዕ ኢሉ ድዛረቦ መንነት ክርስቶስ ኣይኮነን ኣብዚ ረኺብዎ ዘሎ ኣብዚ ካልእ ጎይታ ካልእ ንጉስ ካልእ ኣምላኽ ካልእ መንነት ሒዙ እዩ ኣብዚ ዝሪኦ ዘሎ እግዚኣብሔር ዝተመስገነ ይኹን እሞ እዚ ከምዚ ዝለበሰ ግርማ ዘለዎ እዚ ከምዚ ዝለበሰ ሓይሊ ዘለዎ እዚ ከምዚ ዝለበሰ ስልጣን ዘለዎ ድላዩ ክገብር ዝኽእል ይምጻልና ኣሜን ኣሜን ኣሜን ይምጻልና ተመጺና እዩ ዝገላግለና ክብረ ንኣምላኽ ይኹን ካብኡ ዋላ ሓደ ዘምልጥ የለን ዝዕሆ ንነፍሲ ወከፍ ነናቱ ገጊዲኡ ይህቦ እዩ እቲ ናቱ መስፈሪ ከዓ ልክዕ እዩ በቃ ኣይዓብየና ኣይንእሰና ክብረ ንኣምላኽ ይኹን ኣሜን እስከ ነዚ ጎይታ እዚ ንባርኮ ተመስገን ንበል